ሕማም ፖልዮ ንምጥፋእ ብዝተኻየደ ሓያል ጻዕርታት ብኣህጉርን ዓለምን ብኣብነት ዝጥቀስ ዓወት እዩ ተመዝጊቡ ዘሎ። ኣብዚ ግዜ እዚ ግን ኣብ ጎረባብቲ ሃገራት ተርእዮታት ናይቲ ሕማም ክቀላቐል ጀሚሩ ብምህላዉ፣ ከይደግስ ንምክልኻል ካብ ዕስራ ክሳብ ዕስራን ኣርባዕተን ሕዳር ኣብ መላእ ሃገር ወፈራ ክታበት ተኻይዱ። በዚ መሰረት ነበርቲ ዞባ ዓንሰባ ዝግበር ቀፃሊ ሞያዊ ጎስጓሳትን ኣተኣላልያን ንውሕስነት ጥዕንኦም ምዃኑ ብምእማን ንምዕዋቱ ብንቕሓት ከምዝፅዕሩ ኣረጋጊፆም። ወከልቲ ኤሪና ኣብ ዞባ ዓንሰባ ንዝለኣኽዎ ፀብፃብ ኤልሳ ተስፋማርያም ከተቕርቦ'ያ።
ነበርቲ ዞባ ዓንሰባ ጥዕና ዜጋታት ብሓፈሻ ናይ ህፃናት ድማ ብፍላይ ንምውሓስ ዝካየድ ዘሎ ፃዕሪ ንምዕዋት ኣበርቲዖም ከም ዝሰርሑ ብምኽንያት ቅነ ክታበት ፖልዮ ንኤሪና ኣብ ዝሃቦ ሓበሬታ ገሊፆም። ሓደገኛ ሳዕቤናት ዘለዎ ሕማም ፖልዮ ንምጥፋእ ሚኒስትሪ ጥዕና ከካይዶ ብዝፀንሐ ተኸታታሊ ወፈራን ጎስጓስን ደቆም ጥዕነኦም ተሓልዩ ብፅቡቕ ይዓብዩ ከም ዘለዉ ብምጥቃስ ኣብ መፃኢ ኣብ ዝካየድ ተመሳሳሊ መደባት ብንቕሓት ክዋስኡ ድልውነቶም ኣረጋጊፆም። ወይዘሮ ፋጥና መሓመድ እድሪስን ወይዘሮ በኺታ መሓመድ ኑርን ኣብ ዝሃብዎ ርእይቶ፣ መንግስቲ ኣብ ኩሉ ከባቢታት ትካላት ጥዕና ብምውዳድ ጥዕና ሕብረተሰብ ከውሕስ ዘሰላስሎ ስራሕ ኣብ ባይታ ድሙቕ ውፅኢት ከምዝተረኽቦ ብምጥቃስ፣ ብሰብ ሞያ ጥዕና ንዝግበር ጎስጓስን ኣስተምህሮን ተቐቢለን ደቀን ከኽትባ ከም ወትሩ ድሉዋት ምዃነን ሓቢረን። ወይዘሮ ፋጥና ኣረይ፣ ወይዘሮ ሰኔት ዘርኡን ወይዘሮ ለተ ዮሴፍ ጃውጂን ብወገነን፣ ሕማም ፖልዮ ንምዕባለን ዕቤትን ሕብረተሰብን ሃገርን ዝዕንቅጽ ሓደገኛ ሕማም ምዃኑ ብምግንዛብ፣ ደቀን ካብዚ ሕማም እዝን ሳዕቤናቱን ንምንጋፍ ብዘይ ወዓል ሕደር ከምዘኽትባ ኣብሪሀን። ወይዘሮ ሑርያ ጀማል፣ ወይዘሮ ሰናር መሓሪን ወይዘሮ ምንያ ፍስሓጼንን ድማ፣ ጥዕና ህጻናት ንምውሓስ ኣብ ርሑቕ ከባቢታት ከይተረፈ ብናጻ ዝተዋህበ ክታበት ጸረ ፖልዮ፣ መንግስቲ ኣብ ዜጋታቱን መጻኢኦምን ዘለዎ ተገዳስነት ዘጉልሕ ከምዝኾነ ብምጥቃስ፣ ነብሲ ወከፍ ዜጋ ንምዕዋቱ ክትጽዕር ተላብየን። ኣብ ጨንፈር ሚኒስትሪ ጥዕና ዞባ ዓንሰባ ሓላፊ ጥዕና ስድራቤትን ኮምን ኣቶ ዮሃንስ ጎሹ ኣብ ዝሃቦ ሓበሬታ ደግሲ ሕማም ፖልዮ ንምክልኻል እኹል ሕሙያዊ ዓቕሚ ሰብ መድሃኒትን መሳርሒታትን ተዋዲዱ ካብ 20 ክሳብ 24 ሕዳር ኣብ 11 ንኡሳን ዞባታት ብዝተኻየደ ወፍሪ ልዕሊ 95 ሚእታዊት ትሕቲ 5 ዓመት ህጻናት ከም ተኽትቡ ሓቢሩ።